እምበኣር ሎማዓንቲ ከም ትሪእዎ ዘለኹም ንሰዓል ዝጠቐመትና ኣዝያ ዝሓገዘትና እየ ሒዘልኩም መፅየ ዘለኹ ኣብ ሰዓ- ኣብዚ ግዜ እዚ ኩሉ ስብ ሰዓል ሓሚሙ ስለ ዘሎ ንዓና ከዓ ዝጠቐመትና ኣብ ፋሚልና ኣብ ገዛና ንዓና ከዓኒ ንዓኻትኩም ከዓኒ ክትጠቕመኩም ኢለ እየ ሒዘልኩም መፅየ ዘለኹ ሎማዓንቲ ነዳልዎ ሱፕ ወይ ከዓ መረቕ ይበሃል። እዚ መረቕ እዚ ከዓ ብክልተ ዓይነት ሎማዓንቲ ከነዳልዎ ኢና ኣሕዋተይ። ሰላም ሰላም ኩልኹም ከመይ ቀኒኹም? ኣነ እግዚኣብሔር መስገን ፅቡቅ ኣለኹ። እንኳ ደሓ መፃኹም ናብ ዳይመንት ኣሉ ቻነል ኩልኻትኩም ይሕዋተይ ይቐኒለይ ስለትገብሩለይ ኩሉ ላይክ እንዳገበርኩም ሳብስክራይብ እንዳገበርኩም ክትኣትዉ ንዳይመንት ኣሉ ሓንቲ ሳብስክራይብ ሓንቲ ላይክ ሓጋዚ ስለዝኾነ ንቻነላ ግዜ ትወስደልኩም ናይ ኣሕዋተይ ሎማዓት ነዳልዋ ግን ኣዝያ ቅልል ዝበለት መረቕ ሱፕ ኢና ክነዳሉ ስጋብ መወዳእታ እዛ ቪድዮ ክትከታተልዋ ሎማዓንቲ ይደልየና ኣስቤዛ ኩሉ ከላልየኩም እየ ኣዚ ቅድድ ድበለት ዓሰርተ ደቂቅ ደይ ትወስድ ብሓንሳብ ክንሰርሕ ኢና እምበኣር ሎማዓንቲ ነዳሉ ኣሕዋተይ ከምዝ ትሪእዎ ደለኹም መረቕ ወይ ከኣ ሱፕ ናይ ደርሆ ናይ ኢግሪ ኢና ክነዳሉ ማለት እዩ እዚ ዘድልየና ኣስቤዛ ከኣ ትሽዓተ ድንሽ ንኣሽቱ ሓደ ኮሚደረ ሓንቲ ለሚን ሽዱሽተ ካሮት ሓንቲ ፓብሪካ ወይ ከዓ ፔፐሮኒ ንብሎ ማለት እዩ ሓደ ሽዱሽተ ሓባ ድኾነኻ ናይ ደርሆ ዓፅሚ ናይ እግሪ ከድልየና እዩ ማለት እዩ እዛ ድስቲ ከዓ ትሪእዋ ደለኹም ኣዝያ ብልፅቲ ድኾነት ድስቲ ኣዝያ ፅብቕቲ ድኾነት ኳሊቲ ድኾነት ድስቲ በዚኣ ከነዳሊ ኢና ደርሆና ቀሊጥናዮ ናይ እግሪ ብለሚን ኣቸቶን ጨውን ጌርና ፅቡቅ ጌርና ኣሊኸዮ ኣለኹ እሱ ኣፀግዐዮ ኣለኹ ስጉዒተይ ክባላላዕ እዚ ትሪእዎ ዘለኹም ኣስቤዛይ ከዓ ከላልየኩም እየ ምእንቲ ርእሱ ክልተ ሽጉርቲ ኣለና ሓደ ፓብሪካ ኣለና ለሚን ከድልየና እዩ ኮሚደረ ሓንቲ ድንሽ ከዓ ትሽዓተ ሓባን ሽዱሽተ ሓባ ከዓኒ ካሮት ከም ዝድበልኩኹም እዩ እዚ ድስቲ እዚ ከዓኒ ቅድሚ ሕጂ ሰሪሐልኩም ነይረ ናይዚ ቪድዮ ጊፍቲ ድመጸኒ ናይ ክሪስማስ ናይ ሓድሽ ዓመት ኢለን መሓዙተይ ድስቲ ደዳሊኤን ኣዝየን ቴንኪው እንዳበልኩ ኣዝዩ ብሉጽ ዝኾነ ድስቲ ኣዝዩ ኳሊቲ ዝኾነ ንጥዕናና ኣገዳሲ ዝኾነ እትርእይዎ ኣለኹም በዚ ኣገርና መረቕ ወይ ከዓ ሱፕ ይበሃል ከነዳል ኢና ኣዝዩ ሕጂ ቁሪ ስለ ዝኾነ ኣዝና ሰዓል ሓሚምና በዓል ቤተይ ዝጠቐመቶ ኣዝዩ ዝፈትዋ ከዓኒ እዛ መረቕ እዚኣ ማለት እዩ ክነግረኩም ኣይክእልን እየ ንኹልና ንደቅና ኹን ንዓና ኹን ኣብዚ ቁር እዚ ተድልየና ኣገዳሲት ኣድላይትን ዝኾነት ማለት እዩ ከም ትሪእዎ ዘለኹም ኣስቤዛታተይ ኩሉ መታቲረ ከዓ ከምዚ ገይረ ኣዳልየ ኣለኹ ማለት እዩ ቅልል ዝበለት ስራሕ ግዜ ዘይትወስድ ኣብ ዓሰርተ ደቂቕ ነዳልዋ ኢና ሎማዓንቲ ከነዳሉ ማለት እዩ እምበኣር ትርእይዎ ዶ ኣለኹም እዚ ደርሆ ናይ እግሪ ሓጺበ ብለሚን ኣቸቶን ጨውን ጌርና ጽቡቅ ጌርና ሓጺብና መረቅ ክንሰትዮ ስለ ዝኾንና ጽቡቅ ጌርና ክንሓጽብ ኣለና ኣሕዋተይ ምስ ሓጸብኩ ከዓ ኣብቲ ድስቲ ገይረ ማይ ውዒ ገይረ ከዓ ክስኽትቶ እየ ማለት እዩ ሕጂ እዚኣ ሓንቲ ዕሽግቲ ናይ ደርሆ እያ ማለት እዩ ከምዚ ጌርና ከኣ ማይ ውዕይ ኣፍሊሐ ከኣ ናብዚ ድስቲ ናይ ደርሆ እግሪ ናብኡ ገልበጦ ኣለኹ ማለት እዩ። በዚኣ ሕጂ ዳርጋ ሊትሮ ማይ ገይረ ኣለኹ እንደገና ከዓኒ ሊትሮን ፈረቓን ዝኸውን ማይ ኣነ ገይሩ ኣለኹ ነዚ ኣስቤዛ እዚ ዘዳለኹ ማለት እዩ ከም ከም ብዝሕና ከዓ ክንገብር ንኽእል ኢና ማለት እዩ ሕጂ ወሊዕና ጋዝና ወሊዕና እዚ ናይ መጀመርታ ፈኽፈኽፈኽ ከነቡለልና ማውዒ ጌርና እቲ ደርሆ ንበይኑ መጀመርታ እቲ ክተሓማተለና ስለ ዝኽእል መጠረሽታ ምስ ቁርተይ ፈኽፈኽፈኽ ምስ በለ በሲሉ ቁርተይ ምስ በልናዮ ከዓኒ ክነብሎ ኢና ማለት ሕጂ ረኣይዎ እዚ ናቱ ዓፍራ ከዓኒ ሕጂ ኣየድልየናን እዩ ናይ መጀመርታ ፈኽፈኽ ምስ በለ ከምዚ ገርና ከዓኒ ጽርግ ነብሎ ኣዝዩ ጥዑም ኮይኑ ኣዝዩ ደስ እንዳበለና ክንሰትዮ ምእንቲ እቲ ናቱ ዓፍራ እቲ ናይቲ ደርሆ ድወጽእ ንሱ ክነልጉሶ ኣለና ማንካ ጌርና ማለት እዩ። እምበኣር እንደገና ከዓ ክድን ኣቢለ ንሓን ቁሩብ ግዜ ከዓ ፈኽፈኽ ከብሎ እየ እንደገና ከምዚ ትሪእዎ ደርሆ ልምሉም ስለ ዝኾነ ቀልጢፍ እዩ ዝበስል እቲ ፅቡቅ ነገሩ ግዜ ኣይተወስደልናን እያ ካብ ስራሕና ይኹን መፂና ኣብ ዝኾነ ግዜ ኣወዳት ይኹኑ ኣዋልድ ይኹኑ ኣሕዋተይ ክንጥቀመላ ንኽእል ቅልል ዝበለት ስራሕ እያ ማለት እዩ ሕጂ ሽጉርቲ ኢቲ ክልተ ዓካር ሽጉርቲ ንእሽ ንእሽ ድበለ ከኣኒ ከምዚ ገረ ምስኡ ክፈልሕ ከኣ ድርብይ ድርብይ ኣቢለዮ ድንሽ ከኣ እንደገና ከኣኒ ኣፍሪ ኣቢለ ቁርጽ ቁርጽ ኣቢለ ከኣኒ ኢቲ ድንሽ ከኣ የእትዮ ኣለኩ ማለት እዩ ሕጂ ኣስቤዛና ክነእትዎ ኢና ማለት እዩ በዓል ካሮት በዓል ድንሽን ሽጉርትን ከነእትዎ ኢና ሕጂ ምእንቲ ምስኦም ተወሃሂዱ ምስቲ መረቓት ምስቲ ዕፅምቲ ብሓንሳብ ክበስለልና ምእንቲ ቁር በሲሉ ምስ በልናዮ ከዓ የእትዮ ኣለኹ ማለት እዩ ፃዕዳ ሽጉርቲ ከዓኒ ሓደ ሰለስተ ፍረ ክንገብር ንኽእል ኢና ኣጋጣሚ ናተይ ጥሑን ስለ ዘለኒ ጥሑን ተጠቂመ ኣለኹ እዚ ትሪእዎ ዘለኹም ከዓኒ ቀመም ናይ ግሮን ሰኮር ቀመም ከዓኒ ካብኡ ክገብር እየ ንዓይ ዝኣኽለኒ ሓደ መንካ መብልዒ ተገበርና እውን ፅቡቕ እዩ እዚ ትሪእዎ ዘለኹም ከዓኒ ናይ ሕምልቲ ፋብሪካ ማለት እዩ ናይ ጉሮን ሰኮር ብሓፂሩ ኩሉ ካሮ ሽጉርቲ ፃዕዳ ሽጉርቲ ዘለዎ ማለት እዩ እዚ ከዓኒ ትሪእዎ ኣለኹም ናይ ፃዕዳ ሽጉርትን ናይ ፓብሪካን ከዓ እዚኣ ካብኣ ቆርብተይ ክገብረላ እየ ማለት እዩ ብድሕሪኡ ይሕዋተይ ጨው ክንገብረሉ ከይበዝሓና ጥዒምና ክንወስኸሉ ኣለና ቀመማት ኩሉ ጨው ስለ ዘለዎ እዚ ትሪእዎ ዘለኹም ከዓ ሴዳኑ እዩ። ሴዳኑ ከዓኒ ብሓንሳብ ክበስል እዩ ምስኡ ኣዝዩ ንመረቕ ከዓ ኣዝዩ ጥዑም እዩ። እዚ ከዓ ሴዳኑ ይበሃል። ድሕሪኡ ክኸድና እየ ኣዝዩ ትሪእዎ ኣለኹም ሕጂ ጓዕ ጓዕ ጓዕ ኢሉ ፈሊሕልና ኣሎ። እንደገና ሕጂ ከምዚ ገርና መኾስ ገይረ ሓንሳብ ከዓኒ ክፈርሓና ክኾንነ እየ ኣዝዩ ጽቡቅ ሕጂ ተወሃሂድልና ኣሎ ኣሕዋተይ ኣብ መጠረሽታ ሕጂ ዝገብሮ ከዓኒ ኮሚደርን ፓብሪካ ወይ ከዓ ፔፐሮኒ ዝበሃል ክእትዎ እዩ ማለት እዩ ኣዝዩ ትሪእዎ ኣለኹም ጽቡቅ ተወሃሂዱ ጽቡቅ ከዓኒ በሲልልና ኣሎ ማለት እዩ ሕጂ ኩሉ እዚ ግዜ ደ ወስድ ቀልጢፉ ዝበስል ስለ ዝኾነ ድሕሪኡ ክተሓማታተል ከዓኒ ግዜ ክንቦ የብልናን ማለት እዩ

ጌሩ ኣለኹ እዚ ከኣ በርበረ ጸሊም ከኣ ነዚ ሰዓል ሓሚምናዮ ዘለና ከኣ ጎረረና ኣጽርይ ኣቢሉ ከብለልና ምእንቲ ከኣ በርበረ ጸሊም ከኣ መጠረሽታ ጌረሉ ኣለኹ ከምዚኣ ጌርና ሕጂ ንቁሩብ ደቂቕ ይዕሪ ምእንቲ ከይበስል እቲ ፓብሪካ ተኮሚደረ ቁርብተይ ክህሩም እየ ሓዊ ከምዚ ገይረ ከዓ ንትሪእዎ ኣለኹም ሕጂ ኣዝዩ ፅቡቅ ኮይኑ ፈሊሕልና ተወሃሂዱ ኣሎ ሕጂ እንዳተወደአት እያ ናይ መጠረሽታ ግዜያ ሕጂ እዚኣ ከምዚ ገርና ከዓ ወሂስና ኩሉ ክወሃሃደና ካብ ታሕቲ ናብ ላዕሊ ግልብጥ ግልብጥ ነብሎ እቲ ኩሉ እቲ ቀመማት ክወሃሃድ ማለት እዩ እዚ ሴዳኖ ከዓ ኣዚ ኣዝዩ ንመረቕ ጥዑም ዝገብሮ ከዓ ሴዳኖ እዩ ኣሕዋተይ እምበኣር ሕጂ ኣሕዋተይ ኮው ርድኤት ሪእዎ ኣለኹም ኮራዕራዕራዕ ኢሉ ኩሉ ዓፍራ ዝበሃል የብሉን ዓፍርኡ ክውድእ ኣለዎ እቲ ዓፍራ ከዓ በቃ ከምዚ ምስ ኮነ ድስትና ኣውሪድናዮ ኣለና ጣሳታት ክልተ ጣሳ ኣዳልየ ኣለኹ ለሚን ፀሚቑ ኣዳልየ ኣለኹ በዚ ከዓ ማንካ መቕድሒ ኣዳልየ ኣለኹ እቲ ዘዳለናዮ ብከምዚ በሲልልና ኣሎ ማለት እዩ ሕጂ እቲ ኣሕምልቲ እቲ ናይ ደርሆ እግሪ መንፊት ገይረ ይፈልዮ ኣለኹ ማለት እዩ ሕጂ ንክልተ ነገር ኢና እዚ ክንጥቀመሉ ዘለና ኣሕዋተይ ኩሉ ኮንኩን ክጥሕኖ ደልየ ዘለኹ ሎማዓንቲ ፅቡቅ ጌርክን ረኣዩ እኽን ንኣኻትክን ክጠቅመኩም ክጠቅመኩምን ክጠቅመኩም እያ ኩልኹም ኣወዳትን ኣዋልድን ኣሕዋተይ ተጠቀሙላ ከዓ ይብለኩም ክትፈትዎ ከዓ ደስ ክትብለኩም ከዓ ምሉእ ተስፋ ኣለኒ ኣባኹም ማለት ዩ። ኣዝያ ጠቓሚት ንሰዓል ንጎረረና ኣብ ግዜ ቁሪ ከኣ ንኣካላትና ሙቆት ይገብረልና ከም መኽፈቲ ኣፍን ከኣ ንጥቀመሉ ማለት ዩ። ሕጂ ትሪእዎ ኣለኹም እቲ ኣሕምልቲ እቲ ናይ ደርሆ እግርን በይኑ ፈልየ ኣለኹ እቲ መረቕ ከኣኒ ቁሩብ ካብቲ ኣስቤዛ ድንሽ ካሮት ፓብሪካ ኮሚደረ ከኣኒ ከኣ በይኑ ፈልዩ ኣለኹ ትመረቕ ማለት እዩ ከምዚ ገይረ ከዓ ኩሉ እቲ ስግኡ ክፈሉ እየ ማለት እዩ እምበኣር ሕጂ ትሪእዎ ኣለኹም እቲ ዕፅምቲ ናይ ዶርሆ ቤኒ ፈልየ ኣለኹ እቲ ሕምልትን እቲ ናይ ዶርሆ ስጋን ከዓ ብሓንሳብ ፈልየ ከዓ ኣብ ሓደ ጠርኒፈ ገይረዮ ኣለኹ ማለት እዩ እዚ ናይ ዕፅቢ ሕጂ ኣየድልየናን ኩሉ ስግኡ ኣውፅእ እየ ዘለኹ ኣሕዋተይ ዋላ ሓንቲ ዓጽሚ ጥራሕ እዩ ተሪፉ ዘሎ ማለት እዩ። እምበኣር ሕጂ ተሪፍና ዘሎ እቲ መረቕ ከኣኒ ምስ ኣሕምልቱ ከኣኒ ናብዛ ትሪእዋ ዘለኹም ጣሳ ናይ መቐረቢትና ኣብኣ ከዓ እዚ ክጉልብጥ እየ ማለት እዩ። እምበኣር ትሪእዎ ኣለኹም ሕጂ ኩሉ ገልቢጠዮ ኣለኹ ማለት እዩ መረቑን እዚ ኣሕምልቲ ግሮን ሰኮርን ካብቲ ናይ ደርሆ ሰለፍን ብሓንሳብ ፈልየ ኣለኹ ነዚ መረቕ ሕጂ በይኑ ከዓኒ ማሽን ገይረ ብናይ ሃንድ ገይረ ክጥሕኖ እየ ማለት እዩ ትርእይዋ ኣለኹም በዚኣ ገይረ ሕጂ ፅቐጥ ፅቐጥ ኣቢለ ጥሕን ጥሕን ኮብል እየ ኩሉ እምበኣር ከም ትሪእዎ ዘለኹም ሕጂ ተጣሒንልና ኣዝዩ ፅቡቅ በዚ መረቅ ኮይኑ ኣሎ በዚ ከዓኒ እቲ ሓመልቲ እቲ ናይ ስጋ ናይ ደርሆ ከዓኒ በዚ ከኣ ኣዳልየዮ ኣለኹ ንሱ እዚ ከመኽፈቲ ኣፍ በይኑ ንጎረረና ፊት ፊት ክንብሎ ኢና እዚ ትሪእዎ ዘለኹም ከኣኒ ኦሊቭ ኦሊቫ ገይረ ወይ ኣቸቶ ወይ ለሚን ጌርና ከዓ እዚ ከም ካልኣይ ከም ሳላጣ ክንጥቀመሉ ንኽእል ምስ ባኒ ባኒ ጌርና ክንበልዖ ኣለና ወይ ከዓኒ ኣብ ከሎ ከም ሳላጣ ከዓ ክንበልዖ ንኽእል ኢና ማለት እዩ እዚ ካኣ ኣቾቶ ዩ ኣቾቶ ካኣ ኣዝዩ ኣዝዩ ጡዑም ዩ ዝገብሮ ክነግረኩም ክነግረኩም ኣይክእልን የሕዋተይ ፈትንዎ ኣኹም ከምዚ ገርና ካኣ ኩሉ ሕውስ ሕውስ ክነብሎ ኢና ማለት ዩ ሕጂ ነዚ ዝገበርናይ ብክልተ ዓይነት ንጥቀመሉ ኣለና ማለት ዩ በቲ መረቕ ንሰቲ ኣለና፣ በቲ ከኣኒ ከም ካልኣይ መግቢ ከኣኒ ንበልዕ ኣለና ማለት እዩ። ኣዝዩ ፍኹስ ዝበለ ንድራር ዝኸውን ለሚንካ ቁርብተይ ጽሙቕ ኣቢልና ሰዓር ሓሚምና ስለ ዘለና ኣዝዩ ንጎረረና ኣጽሪ ከብለልና ክሕግዘና ሙቆት ክገብረልና ከኣ ኣዝያ ንሰዓርካ ኣዝያ ቀልጢፋ ተስተቀላጥፍ እያ ንክትሓውየልካ በቃ ከምቲ ጌርና ለሚን ጌርና ኣኹስ ኣኹስ ነብሎ ኩሉ ክወሃሃድ ምእንቲ እዚ ከዓ ፍሬሽ ፐርሴሜሎ ከዓ ምስኡ ድርቢ ድርቢ ነብለሉ ኣፍርያ ኣፍርያ ኣቢልና ቆሪፅና ክነግረኩም ኣይክልኒ ጣዕማሲ በቃ እንድዒ በሊዕኻ በሊዕኻ ኣይትፅገምን ኣሕዋተይ ተጠቀሙላ ኣኹም ከምዚኣ ገርና ከኣ ንቅርባ ማለት እዩ። ንዓና ኩን ንደቅና ኩን ንበዓል ቤትና ኩን ኣዝዩ ሙቆት ድኸውን ኣዝዩ ፍኹስ ድበለ ድራር ተደሪርና ሰዓልና ከኣ ብከምዚ ንፍውሶ ማለት እዩ። ንሓራሳት የሕዋተይ ከኣ ቀንዲ ከኣ ዘድልየን ከኣ እዚ ሙቆት እዚ እዩ ብከምዚ መልክዕ ከኣ ነዳልዎ ማለት እዚ ከም መክፈቲ ኣፍ ንጎረረና ንሰዓልና ዘጽርየልና እዚ ከኣ ከም ካላኣይ መግቢ ከም ሳላጣ ገርና ውን ክንምገቦ ንክእል ኢና ባኒ ገርና ዋላ ሩዝ ገርና ውን ክንበልዖ ንክእል ኢና ብዝኮነ ናትና ከመይ ናትና ንጥቀመሉ ጌርና ክንጥቀመሉ ንኽእል ኢና ማለት እዩ እዚ ትሪእዎ ዘለኹም ከዓ ከም ሳላጣ ገይረ እውን ክምገቦ ይኽእል እየ ዳይመንት ኣሉ ብከምዚ ሒዛትልኩም መፅያ ኣዚ ኣዚ ጥዑም ድኾነ ንዓኻትኩም ክጠቕመኩም ተስፋ እንዳግበርኩ ኣሕዋተይ ስለ ተኸታተልኩምኒ ግዜኹም ሰዓትኩም ሒዝኩም ብጣዕሚ እየ ትመስግነኩም ብጣዕሚ እየ ትፈትወኩም ክትኣትዉ ከለኹም ብላይክ ሳብስክራይብ ተገብርኩም ሳብስክራይብ ናብ ንሕዋትና ናብ ፋሚሊና ናብ መሓዝና ኣሸር ነበላ የቐኒየለይ ብካልእ ቪድዮ ስጋብ ንምለሰኩም ሰላም